Hello, this is Microphone Media. Please like, subscribe, and share. Thank you. ሰላም ጥዕና ሃበለይ ደሃን ደው ኢልኩም ደሃን ደሃደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዚ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ እንኳዕ ዳህና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብን ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክጅምርዎ እውን ብክብሪ ንዕድመኩም ሰማዕትና እታ ላይክ እትብል ምጥዋቕ ኣይትረስዑ እንትኣትዉ ተለኹ። እዙይ እናበልኩ እምበኣርከስ ክልተ ነገራት ሒዘልኩም መፅየ ኣለኹ። ውድብ ህወሐት ኮንፈረንስ ዞባ ደቡብ ትግራይ ዘካየዶ ሓደ ክነምፀልኩም ኢና። ካልኣይ ስምረት ክሕደት በልዎ ስምረት በልዎ ጉባኤ ኣካይደ ኣለኹ ኣብ ኣዲስ ኣበባ ኢሉ ይዛረበ ኣሎ። ሰላሳን ሰለስተን እንተበዝሐ ኣርባዓ ሰብ እዬም ነይሮም እርግፀኛ ስለዘይኮንኩ እዬ እታውን ቁፅሪ ካብ ኣርባዓ ግን ሚኢት ብሚኢት እርግፀኛ እዬ ሰብ ኣይነበረን ንላዕሊ ዝኾነ ሰብ ኣይነበረን ኢሎም ሰይዶምልና ኣለው ፉቲ ፎቶግራፍ ትሪእዎ ኣለኹም ግን ብጣዕሚ ዘገርም ዘስደምም ከዓመ ጌታቸው ረዳ ንባንዴራ ትግራይ ወይ ከዓመ ብዛዕባ ባንዴራ ትግራይ ንስኹም እውን ናባኻትኩም ክንምፅእ ኢና ምሳና ፅንሑ ሻዕ መጨረሻ እናወልኩ ካብኣቶም ካብቶም ክሕደት በልዎም ስምረት በልዎም ዝተረኸቡ ኩሎም ስራሕ ፈፀምቲ ገይሮም መሪፀምዎም ዳርጋ ኩሎም ስራሕ ፈፀምቲ ገይሮም መሪፀምዎም ኣለው ያው ባዕልቶም ንባዕልቶም ተሻይሞም ኣለው እምበር ዝተረኸበ ህዝቢ የለን ኣብ ኣዲስ ኣበባ እዩ ዝኮንፈረንስ ንመጀመርያ ግዜ ናይ ትግራይ ፓርትታት ጉባኤ ተገይሩ ዝኒሆ እና ንሳቶም እንመን እዮም እዞም ሰባት እዚኣቶም ክትፈልጥዎም ኣለኩም ሰማዕተይ ትፈልጥዎም ስለ ዝኾንኩም እንታይ ኣብኡ እተረኸቡ እንመን ከም ምዃኖም ረእይዎም እቶም ኣብኡ ስእሊ እትርእይዎም ዘለኹም እንመን እዮም ነይሮም ንስ ብኡ ክንጅምረልኩም ተለተሉ ኢልና እሞ ካብኡ ድሓረ እቶም ስራሕ ፈፀምቲ ተብሂሎም ዋና ስራሕ ፈፀምቲ ተብሂሎም ተመሪፆም እኒሄው ዝበልዎም ንሳቶም ንስምዓዮም ቐዳማይ ጌታቸው ረዳ ክልት ካልኣይ ክንደያ ገብረሂወት ሳልሳይ ነጋ ኣሰፋ ራብዓይ ብርሃነ ገብረክርስቶስ እዚ ጓል ጀነራል ፃርቃን ዘእተወ ዝበልዎ እዩ ሓምሻይ ዶክተር ሲሻይ ኣማረ ሻድሻይ ኣልማዝ ገብረ ፃዲቅ ሻውዓይ ተስፋለም ኢህደጎ እዚ ናይ ሰራዊት ትግራይ ክብትን ላዕልን ታሕትን ዝብል ዘሎ ተስፋለም ኢህደጎ ከም ትፈልጥዎ ንዘይትፈልጥዎ ንሱ እዩ ሰማዕተይ ክትፈልጥዎም ኣለኩም ዘም ናይ ክሕደት ሰባት እንመን ከም ምዃኖም ሻምናይ ሰብለ ካሕሳይ ታሽዓይ ኬርያ እብራሂም ኬርያ እብራሂም እውን ረመፅ ሓሞኽሽቲ ይኸውን ዝበሃል ከምዚ እዩ ስለዚ ኬርያ ኢብርሃም እውን ኣብኡ ስራሕ ፈፃሚት ኮይና ተመሪፃ ኣላ ዓስራይ ሃፍቱ ኪሮስ ዓሰርተ ሓደ ዶክተር ረአያ ኢሳያስ ዓሰርተ ክልተ ዶክተር ከላሊ ኣድሓኖም ዓሰርተ ሰለስተ ዶክተር ዮናስ ገረዝሄር ዓሰርተ ኣርባዕተ ጸጋይ ገብረተኽለ፣ ዓሰርተ ሓሙሽተ ሙላቱ ገብረስላሰ፣ ዓሰርተ ሽዱሽተ ቀሺ በሪሁ ሓዱሽ፣ ዓሰርተ ሸውዓተ ጠዓመ ዓረዶም፣ ዓሰርተ ሸሞንተ ጸጋይ ገብረገርግስ፣ ዓሰርተ ትሽዓተ ስላስ ሃፍቱ፣ ዕስራ የማነ ንጉስ፣ ዕስራን ሓደን ጸጋይ ጻድቃን፣ ጸጋይ ጻዲቕ ዕስራን ክል ዕስራን ክልተን ኤርምያስ ኣባቡ ዕስራን ሰለስ ዕስራን ኣርባዕተን ሃፍቱ ወልደንስአ ዕስራን ኣርባዕተን ደስታ ግርማይ ዕስራን ሓሙሽተ ወልደ ሰንበት ተኽለኺሮስ ዕስራን ሽዱሽተን መብራቱ ስዩም፣ ዕስራን ሸውዓተን ደስታ ግርማይ፣ ዕስራን ሸሞንተን ተዘራ ጌታሁን፣ ዕስራን ትሽዓተን ፍጹም ለገሰ፣ ሰላሳ ኣስኳል ገብረ፣ ሰላሳን ሓደን ጸጋይ ገብረገርግስ እዚኦም እዮም እዞም ናይ ክሕደት ስራሕ ፈጸምቲ ኮይኖም ዝኒሄው ሰማዕተይ እሳቶም ያው ደለዩ ይኹኑ ብምልኦም ከም ትርእዎም ዘለኹም ናይ ደቡብ ትግራይ ተወለድቲ እዮም ዳርጋ ኩሎም ትስዓን ትሽዓተን ካብ ምእቲ እዮም ዝብሉና ዘለዉ ግን እቲ ዋና ነገር ዓብዪ ነገር እንታይ እዩ ዝኒሆ እንታይ ትሪኦ ኣለኹም ሰማዕተይ ኣብቱ ታምኔልና ትርእይዎ ዘለኹም ኣብቲ ስእሎም ናይ ባንዴራ ትግራይ የለን ንትግራይ እየ ዝቃለስ እናበልካ፣ ንትግራይ ህዝቢ እየ ክቃለስ እናበልካ፣ ብሕገ መንግስቲ ዝተፈለጠ ባንዴራ ኣለዋ ትግራይ። ኣወዳድርዎ ሰማዕተይ ቱ ናይ ዞባ ደቡብ ኮንፈረንስ ተገይሩ ዝኒሆ ክንደይ ዝኣክል ባንዴራ ትግራይ ኩሉ እቲ ግድግዳ ትሪእዎ ዘለኹም ተዳራሽ ብምልኡ ከቢብዎ ዝኒሆ ብምንታይ እዩ? ብባንዴራ ትግራይ እዩ። ኩሉ እቲ ህዝብና ከዓ ትሪእዎ ኣለኹም ቀሺ የለ፣ ዓለም የለ፣ ኢማም የለ ባህላዊ ክዳኑ ተኸዲኑ ጉባኤን ኮንፈረንስን እንግዲህ ሰማይን መሬትን እዩ። ጉባኤ ብጣዕሚ እቲ ዝለዓለ ማለት እዩ ናይ ፓርቲ ኮንፈረንስ ናይ ህዝቢ ኮንፈረንስ ትሪእዎ ኣለኹም ክንደይ ዝኣክል ህዝቢ ከም እተኣከበ ማይጨው እቲ ዋና ግን እቲ ዋና ንኣይ ነጥበይ ብጣዕሚ ዓብዪ ነገር ስለ ዝኾነ እዩ እዚ ናይ 27 ዓመት እንትብሉ እንተሎ ባንዴራ ክንደይ ዝኣክል ባንዴራ ማለት ዋና እኮ ናይቲ ህዝቢ ዝውክል ማለት እኮ እዩ ህዝቢ ትግራይ ዝውክል እቲ ባንዴራ እዩ ባንዴራ ትግራይ እዩ ከምታ ትሪእዋ ኣለኹም ምልክት ገይረላ ዝነኹ ግን ጌታቸው ረዳ እታ ዝዛረበላ ዘሎ ክንደይ ዝኣክል ክሒዱ ከም ዘሎ ክንደይ ዝኣክል ባንዳ ክንደይ ዝኣክል ሕማቅ ከብዳም ከርሳም ሰካራም ምዃኑ ዘርእየካ ባንዴራ ትግራይ ሓንቲ ንእሽተይ እንኳን ክልጥፎ ይከኣሉ ነብኣ ናይቲ ክልሎም ብጣዕሚ ዝገርም ኮ እዩ ክንደይ ዝኣክል ወዲቆም እንድሕር ባንዳ ኮይንካሲ ክንደይ ዝኣክል ከም እትምብርከኽ ክንደይ ዝኣክል ንሓንቲ ቦድካ ዓድን ህዝብን ክትሸይጥ ከም እትኽእል ዘርእየና ዘሎ ሰብዚ እዩ ኣበ እዩ ነይሩ ሰብዚ ብዝለዓለ ኩነት ብዝለዓለ ኩነት ላዕልይ እዩ ነይሩ ጌታቸው ረዳ ኢልና ሳኒታይዘር ኢልና ጀግና ኢልና ሂሮ ኢልና ኩሉ ነገር መለስ ዜናዊ ናብዛ ዓዲ ናብ ኣሜሪካ እንትመፅእ እንተሎ ተገይሩሉ ዘይፈልጥ ሓለዋ ገንዘብ ኣዋፂእና ኣብ ዝመፀሉ ግዜ ጌታቸው ንክሕሎ ከም ሓደ ዓብዪ ከም ናይ ሓደ ዓዲ ፕረዚደንት ናይ ሓንቲ ክልል ፕረዚደንት ተይኮነሲ ከም ንጉስ ተሓልዩ ንክኣቱ እዩ ተገይሩ ዕልል እናተባሃለ እዚ ግን ወሪዱ ናይ ዓብዪ ኣሕመድ እግሪ ለሓሲ ኮይኑ ናይ ዓብዪ ኣሕመድ ዓኽ እንተይሉ ኢሉ እዩ ዘቕርበሉ ንምእንቲ ናብኡ እንትፍ ንምእንቲ ክብል ዓብዪ ኣሕመድ ዑሑዑ እንተኢሉ እንቱፍ ንኽብለላ ናፍታ ኢዱ እዩ ዘቕርበሉ ጌታቸው ረዳ እዚ ዝኣክልዎ ዝወረደ ናይ መጨረሻ እዩ ዝደለዮ ናይ ፖለቲካ እምነት ክህልዎ ይኽእል ግን ኣነ ዝብል ዘለኹ እቲ ባንዴራ ሂድካ ወዚ ኩለይ ጀግንነት ወዚ ኩለይ ተጋዲለ እየ ዝበሃል እዚኣቶም ፈሪሖም ዝሃደሙ ፈሪሖም ከይተሓዙ ኣብ ከተማ እንተፅኒሕናስ ክንተሓዝ ኢና ዘጥፋእናዮ ንወርር ነርና ኢሉ እንድዩ ብሃይለ ማርያም ግዜ ንምውራር እንኳን ክምቸዎም መንገድ ተዝሰራሕ ነይ ለመዘረፍ ይመች ነበር ለመዘረፍ ብለው እንኳን መንገድ ኣይሰሩም ወይ ብዬ ነበር እንዲሉ ብኣኣ ምክንያት ከይተሓዙ እዩ ፃርቃን ያው ሻዓብያ መፅያ ክትሕዘኒ እያ ኢሉ እዩ ዝሃደመ ናብ ትግራይ ከም ዝኸደ ፈልጥና የለና ዘረጋገፅና የለና ነቲ ህዝቢ ትግራይ ኢሉ ከም ዘይወፀ ተፈለጠ እዩ ጌታቸው እውን ከምኡ እዩ ነይሩ ተኸፊልዎ ዝሰርሕ ኣብ መጨረሻ ዓመ ከፊሎም ዝሰርሕ ዝነበረ እዩ ብብልፅግናን ብኻልኦትን ስሞም ሀዚ ክፅውዖም ዘይደሊ ስለዚ ሀዚ ግን ሲቱ ክንደይ ዝኣክል ወሪዶም ከም ዘለዉ እዮም ክንደይ ዝኣክል ወሪዶም ከም ዘለዉ ክንደይ ዝኣክል ንዓብዪ ኣሕመድ ክሕጉሱ ወሪዶም ከም ዘለዉ እዩ ኣብዚ እናሃለና እንዳም ሰማዕተይ ኣብዚ እናሃለና እዛ ጥቅምቲ እዚኣ ክሻዕ እትውዳእ ብጣዕሚ ተጠንቀቕ ህዝብና ዘሎ እኽልኻ ኣክብ ኣይፍለጥን እዞም ሰባት እዚኣቶም ዓዲ ከውርሩ እዮም ሀዚ በቃ ትግራይ ክንሕዝ ኢና ወሪርና ክንሕዝ ኢና ካብኡ ድሓር ንስኻትኩም መራሕቲ ክትኮኑ ኢኹም ከም ጉባኤ የካይዱ ተብሂሎም እዮም ጉባኤ ዝበሃል ናይ ሓሶት ጉባኤ ሰላሳን ገለን ሰባት ወይ ከዓ ካብ ኣርባዓ ንታሕቲ ቁፅሪ ዘለዎም ኣብ ኣዲስ ኣበባ ተኣኪቦም እዚ ንገብረልና ተኣኪብና ኔርና ንምባል እዮም ዝገብሩ ዘለዉ። ኣብ ትግራይ ዝኒሄ ግን እዚ ዝኣክል ምድላዋት ኣይንርእን ዘለና እወ ብቲ ሰራዊትና ሰራዊት ትግራይ ብዙሕ ነገር ይዳሎ ኣሎ ብቶ ኣብ ምምሕዳራት ዘለዉ ኣብ ግዜያዊ ምምሕዳርም ይኾነ ክስታይ ግን ክዳሎ ኣለዎ ኢና ንብል ግን ስ ዝኽሕደት እዚ ዝኽሕደት እዚ ናይ ጌታቸው ግን ከምታ ዝበልኩኹም እያ ዓብዪ ኣሕመድ ዑሑዕ ዑሑዕ እንተይሉ ኢዱ እዩ ዘቕርበሉ። እዚ ንደሓር ንቐደም ዘብል ኣይኮነን። ዓኺሉ ንቱፍ ናብ መሬቱ ብጣዕሚ ክቡር ስለ ዝኾነ እቲ ዓኽታ ናይ ዓብዪ ኣሕመድ ናብ ኢዱ እዩ ዝገብሮ። ይልሕሶ እውን ይኸውን ብድሕሪኡ። ጌታቸው እዚ ዝኣክል ይወሪድ ዘሎ ድብራይ እዩ እዚ ሰካራም እዩ ዝወፀሉ ሰካራም ሕማቕ ሱስ ዘለዎ ሰብ ሕማቕ እዩ ሱስ እንድሕረልዎ ወዲ ሰብ በቃ ተገዛኢ ናይቲ ሱስ እዩ ታይ ዝብሃል ሱስ ዝብሃል ሰማዕተይ ወልፊ ወልፊ የቀንየለይ ወልፊ እያ ወልፊ ዘለዎ ሰብ ከም ጌታቸው ዝመሰለ ንምንምም ክኸውን ዝኽእዩ እንተኾነ ክቐርብ ክግብ ኣይግብኦን እዩ እንኳን ክመርፅ እንኳን ክመርሕ ንትግራይ ፀራጊ ናይቲ ፕረዚደንት ናይ ትግራይ እውን ክኸውን ኣይግብኦን እዙይ ካብ መምህር ኮይኑ ኣይተሳኸዐሉ ምስ ተምሃሮ እናተፃልአ ሰኺሩ እናኣተወ እዚኦም ኩፋኣት እዮም ዝገርም ዘስደምም እዩ ሰማዕቲ ምክንያቱም ኣነ ናይዚ ዓዲ ኣብ ዝኖናዮ ኣሜሪካ ክንደይ ዝኣክል ናይ ባንዴርኦም ክብረት ከም ዘለዎም እንኳን ንሳቶም ንሕና እንኳን ኣብ ካሊእ ዓዲ ተወሊድና ኣሜሪካውያን ዝኾንና ብጣዕሚ ብኩርዓት ኢና ለጢፍናዮ ንኸይድ ብጣዕሚ ብኩርዓት ደስ እናበለካ እናሰዓምካዮ ንቱ ጨርቂ ኣይኮነን እኮ ትስዕሞ ዘለኻ ንቱ ብድሕሪኡ ዘሎ እዩ ከምቲ መለስ ዝበሎ ንቱ ቱ እንታይ ከም ዝውክል እዩ እቲ ህዝቢ እዩ ዝውክል እቲ ሕገ መንግስቲ እዩ ዝውክል ባንዴራ ዓብዪ ትርጉም እዩ ዘለዎ ጌታቸው ረዳ ግን ትሪእዎ ኣለኹም ዝኸብዳም ኩሎም ከብደማት እዚኣቶም ከርሳማት እዮም መዝማድ እዮም ብመውስቦ ብመጋብቻ ብስርቂ ብኩሉ ዝተኣሳሰሩ እዮም እዚኣቶም እዚ እናዋልኩ ንህዝብ እዚ ያክላ ክንዲዚ ተዛሪበ ይፈልጥ ናይ እኒ ጌታቸው ደሓን ወዓል ደሓን ደሩ ቻው